ሰላም ሰላም ክቡራትን ፍትዋትን እና ቻናሊ ቤተሰብ ሃሚን ኢኹም ለይ ደቂ ዓበይቲ ወይ ዳሕና ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ድማ ሰላም ክትኾኑ እናተመንኹ ሎማዓንቲ ኣብ ኢና ንርከብ ከምቲ ትሪእዎ ኣለኹም ብጣዕሚ ደስ ልብል ቦታ ኣብ ከተማ ኩሓ ብዙሓት ሕዋተይ ኣብ ለቆቕኹዎ ቪድዮ ኣብ ማእኸል ኩሓ ክንደይ ምዃኑ በተለይ በተለይ ብዙ ዕዳጋ ለሎ ልልየ ገፅ ረኢልና ኢኺ ሚእቲ ኣርባዓ ካሬ ክንደይ ከም ዘሎ ሓበሬታ ሓደራ ኣምፀልና ዝበልኽና ንሕዋተይ ስለለለኽን ናትኩም ሓሳብ ተቀቢለ ሎማዓንቲ ሒዙ። እዚ ትሪእዎ ኣለኹም ከባቢኡ እንታይ ይመስል መዓዊሉ ዶ ዋላስ ሃመ እዩ ልስራሕ ቦታኸ ይምቹ ዶ ብቻ ልመንወርያ ድዩ ብዝብል ሙሉእ ብሙሉእ ቪድዮ ውልዕ ኣቢለ ሒዝልኩም መፅየ ኣለኹ ቅድሚ ኩሉ ልቻናለይ ሓደስቲ ዝኾንኹም ሼር ላይክ ሳብስክራይብ ምግባር ቤተሰብ ኩኑ ቤተሰበይ ዝኾንኹም ድማ ከምቲ ልሙድ በዓልኹም የጠፍኣኩም የሕዋተይ መዓረይ ኣባራትዕኒ ምክንያቱ ልኣኻቶም ሒዘ እየ ልባራታዕ እዚ ቻነል እዚ ከዓ ናተይ ይኾነይ ናትኹም እዩ እናበልኩ ለለ እንደገና ብዙሓት ኣሕዋተይ ድማ እንታይ ይብላ ላይክ እና ሳብስክራይብ እንድሕር ደኣ ደሊኹ ኮይንኺ ልምንታይ ኢኺ እልትለቅዮ ብሌታት መዓልቲ ለይትገብርሉ ዒለትሲ ለይትገብርሉ ውልላኒ ከዓ ኣለኽን ሕዚ ሎመዓንቲ ልለቀ ኣለኹ ኣነ ትማሊ እዩ መፂእኒ ሓበሬታ እንደገና ኣብ ናፃ ቦታ ምክንያቱ ኣነ ሎማዓንቲ ሕዚ ሸር ገይረዮ እኒኹ ማለት እዩ ፅባሕ ለ ክሽወጥ ክኽእል እዩ እዚ ማለት ብዙሕ ነገር እንትን ኣይምልኮተይ ማለት ናይ ዒለት ነገር ሲ ብዙሕ ኣይምልኮተይ ኢለ እየ ልሓልፎ ኣለኹ እምበይ ሕዚ ሎማዓንቲ ከምቲ ትሪእዎ ኣለኹም ብኢትዮጵያ ኣቋፃፅራ ዒለት ክልተ ክልተ ሽሕ ዓሰርተ ሸሞንተ እንደገና ብፈረንጂ ድማ ዒለት ዓሰርተ እየ ሸር ልገብሮ ኣለኹ ሃንፃ ገይርካ ምፅሓፍስ ምንም ተደንጉ እኳ ኣይነበረታይ ግን ከዓ እቲ ዋና ነገር ለመልክት ኣብ ተንዲኖ፣ ኣብ ብሊኮት፣ ኣብ ጸጸር፣ ኣብ እምኒ፣ ኣብ ሓሸዋ እዚ ዒለት ተገበርኩሉ ልኩልና ልጠቅም እዩ ኣብቲ ናይ ቦታ ልብል ግን ዒለትሲ ምንም ለብል ነገርስ የብሉ የሕዋተይ መዓረይ ላይክ እንድሕር ደኣ ደልይ ኮይንኺ ሳብስክራይብ ክንገብረልክ እንድሕር ደኣ ደልይኺ ዒለት ግበርሉ ልትብል ንሕዋተይ ችግር የብሉ ክገብረልክ ክእል እየ ላባኻቱም እንድሕር ደኣ እዚ ግበሪ ኢልኹምኒ ናቶም ሓሳብ ክቕበል ደኣ እምበ ሸለል ክብል የብለይ ማለት እዩ ስለዚ ሎማዓንቲ ከምቲ ትሪእዎ ኣለኹም ኣብ ከተማ ኩሓ እዚ ቦታ እዚ ኣብ እየስኳል ሓፍተይ ማል ስለ ምጥያቅ ስለ ሊቃሪ ዕዳጋ ትፈልጥዎ ኣለኹም ድኹም ኣብ ከተማ ኩሓ ኮይኑስ ዕዳጋ ዕዳግኦም ለ ቀዳም ቀዳም እዩ ሕዚ ዕዳጋ ኣብዚ እናሃለየ ብድሕሪቱ እዩ እዚ ቦታ እዚ ከምቲ ትሪእዎ ኣለኹም ሓድሽ መንደር እዩ ገዛታት ይስራሕ ኣሎ ብዙሕ እኳ ዋላሊ ገዛ እንትን ተኾኑ እቲ ቦታ እቲ ቦታ ንሪኦኩም ኣለና ኢና እቲ ግን እታ ቦታ ትሽወጥ በዓል ገዛ በዓል ቦታ ኸይዱ ብደንቢ ገይሩ ክኣርየና እዩ። ኣብ ከተማ ኮይሓ ሓቂ ንምንጋር ንፋሱ ይኹን ኣየሩ ይኹን ካልኣይ ነገር ክትነብረሉ ዓዲ ለ ብጣዕሚ ቆንጆ እዩ። ሸቂጥካ ድዩ ሰሪሕካ ድዩ ልትወልዐሉ ዓዲ እዩ ያው ዕዳጋ ለ ቀዳም ቀዳም ኣለዎ እዩ ማይ መብራህቲ ልተማልአ እዩ እዚ ቦታ እዚ ከምቲ ትሪእዎ ኣለኹ ኩሉ ማለት እዩ እዚ እዚ ገፊሕ እኒኦ ድርድር ኢሉ ገዛታት ልስራሕ ኣሎ እሱ ትምህርቲ በት እዩ ሓድሽ ትምህርቲ በት ማለት እዩ ልስራሕ ኣሎና ኣብ ከተማ ኩሓ ከምዚ ትርእይዎ ኣለኹም ብጣዕሚ ደስ ዝብል እዩ እቲ ቦታ ኣብ እዩ ከርእየና እዩ በዓል ገዛ ርግዕ ወሉ ዝቪድዮ እስካብ መጨረሻ ርእይዎ ማለት እዩ ተመልከቱ ከምዚ ትርእይዎ ኣለኹም ርእይዎ እቲ ገዛ እቲ ገዛ እቲ ቦታ ማለት እዩ ገዛ ሊኾነስ እቲ ቦታ ሜተ ኣርብዓ ካርና እምኒ ኣለዎ እዩ ከርእየና እዩ ፅንሑ እዚ መንደሩ እዩ መንደሩ ማለት ብድሕሪቱ ድዩ ብቅድሚቱ እዩ ዝሮ ዝሮ እዚ ሰፈሩ ማለት እዩ እታ ቦታ በያኒያ ከርእየና እዩ ፅንሑ እዚ ትርእይዎ ኣለኹም ዶ እቲ ጽርጋ እቲ ወዲ ኣሎ ላውዚ ልመጽሊ ማለት እዩ። እቲ ጽርጋ እዚ ዳዕዳዓ ጽርጋ ልሙው ጽልኲሓ እዩ። ዳዕዳዓ በቃ እቲ ጽርጋ ኖርማሎም ማለት እዩ። ብጣዕሚ እዩ ደስ ልብል ካብኡ ልታ ቦታ ለ ኣንጎሎ እያ ጽንሖ ከርእየና እዩ ብደንቢ ገይረ ከርእየኩም እየ። ኣንጎሎ እያ ናይ ስራሕ ቦታ እያ ስራሕ ልኾነ ነገር ተኻፋትኩም ለ ብጣዕሚ ደስ ልብል እዩ ረእይዋ። እዛ ቦታ ትርእይዋ ኣለኹም ዶ እዛ እምኒ እኒኣ እምኒ ለላታ ቦታ ብደንቢ ገይርኩም ረእይዋ ማለት እዩ እዛ ቦታ እዚኣ ክትሽወጥ ተባሂላ እኒኣ ሚእቲ ኣርብዓ ካር እዩ እንደገና ማይ መብራህቲ ኣለዎ እዩ ኣብ ከተማ ኩሓ ረእይዋ እታ እምኒ ለላታ እዚኣ ትርእይዋ ኣለኹም ዶ ረእይዋ እቲ ነፀላ መንደቕለ እውን እኒኣ ሓደ ክላስ ለሓዘ ሓደ ሰርቪስ ለሓዘ ማለት እዩ ረእይዎ ረእይዎ እቲ ከባቢኡ እዚ እዩ በቃ እዚ ኣብ ባዕሉ እዚ ማለት እዩ ርእይዎና ብዙሕ እኳ ቦታታት ኣይተደፈረ ምክንያቱ ሓድሽ መንደር ስለዝኾነ ከዚ ሰብ ለበለ እዩ ለስርሑልና እዛ ቦታ ግን ኣብ ኣንጎሎ እያ ማለት ለሓዋሩ ሰፊሕ ፅርጋ ርእይዎት ፅርጋ ኣለ ሰፊሕ ፅርጋ ላብኡታት መተሓላለፈ ኣለዉ እዩ እዛ ቦታ እዚኣ ከይተምልጠልኩም እውነት ሓቂ ንምንጋር ገዲማ ናይ ቦታ ክኻበር ለክኾን ክረክስ ለክኾን ክኽእል ካብዚ ክረክስ እዩ ለኳ ኣይኣምኑልይ ብጣዕሚ እዩ ርኺስ እኒኦ ቦታ እንደገና እዚ ፎቕ እዚ ከዓ ኣብ ምንታይ ይርከብ ብቕድሚቱ እዩ እኒኦ እቲ ፎቕ እዚማ ብቕድሚቱ እዩ እኒኦ ኣሕዋተይ እዛ ንእሽተን እዛ ግድሚ ንእሽተን ትኽውል ኢላታ እያ እምበይ ለሓዋሩ ብጣዕሚ ቆንጆ ቦታታት ይኾን እና ሚእቲ ኣርባዓ ካርኸ ክንደይ ይብልዎ ኣለዉ ልምባል ስለ ልከኣል ብጣዕሚ ይርካሽ ሓደ ነጥቢ ኣርባዕተ እዛ ቦታ እዚኣ ከይተምልጠልኩም ኣሕዋት ይረእይዎ እቲ ከባቢ ረእይዎ ደሰ ይብልይ እውነት ብጣዕሚ ይመይዳለ ካውለ ኣንጎለ እያ እዛ ቦታ እሳ ርእይዎ እቲ ጽርጋለ እውን እኒኦ ርእይዎ ማለት እዩ እቲ ወዲ እውን እኒኦ ተገቲሩ ብቕድሚቱ እዩ እኒኦ እቲ ጽርጋ ልታሕቲ መውረዲ ኖርማል ጽርግኡ እቲ ቃደም ካብ ኣዲስ ኣበባና ካብ ኩሓ እ፣ ካብ ዓዲ ጉዶም ልመላለሳ ነበረ ኣስፋልቲ ያው ብታሕቲ እዩ ኮይኑ ትፈልጡ ይኹም ብትሕቲ ኣይናለም እዩ ኮይኑ ልመቐለና ንኩሉ ነገር መማላለሲ ለዲስ ኣበባ ይኹን በቃ እቲ ኖርማል ፅርግኦም ነበረሲ እኩይ ሓምሽ ነይሩ ፅርጋ ንኩሉ ነማላልስ ብታሕቲ እዩ ኮይኑ ቀይሮምዎ እዮም እና ሕዚ እዚ ልኩይ ሓመውፅና ልኩይ ሓመተ እዮም እቲ ፅርጋ እዚ ረይዎ ርእይዎ ማለት እዩ እና እዛ ቦታና ልውልዕ ኢላኒያ እዚኣ ሓደ ነጥቢ ኣርባዕተ ይብልዋ ኣለዉ ብጣዕሚ እያ ርካሽ ኣሕዋተይ ማዕረይ ድሕር ግዜ ኣብ ከተማ ኩሓ ሓደ ነጥቢ ኣርባዕተ ምንም ኣይግነ ምንም ተኣምር ማለት እዩ። ምክንያቱ ካብ ብርዩ ስለልባሃሎ ካብዚ ላብዚ ኢለ ክረክስ ኢልኹ ቅርሺ ለለኩም ኣብ ባንኪ በተለይ በተለይ እስካብ ሓደ ነጥቢ ክልተ እስካብ ሓደ ነጥቢ ሰለስተ ለለኩም ተጠቐሙሉ። ኣብ ባንኪ ቅርሺ ምቕማጥ ምንም እዩ ትርጉም ዘይብሉ። ኣብዚ ሕዚ ሰዓት ሚእቲ ሽሕ እንዳ ዓሰርተ ሽሕ እያ ትቑፀርላ። በተለይ ኣብ ዓድና ከምቲ ትሪእዎ ኣለኹም በተለይ ኣብ ስደት መሻርፍቲ ብጣዕሚ ቆውጢ ኮይኑ እዮ ብጣዕሚ ካብ መጠን ዝሓለፈ ኣርባዕተ ሽሕ ርያል እስካብ ሰብዓ ሰመንያ ዝኣቲ ነበረ ሕዚ ከዓ እስካብ ሚእቲ ገለ ይኣቱ ኣሎ ማለት እዩ ዳርጋ ክልተ ሚእቲ ክበፅሕ ኢሉ እና ብጣዕሚ መሻርፍቲ ስለውዚ እንትን ዝወሰኸ ኣብቲ ዓድና ለ ክንድኡ ልክዕ እዩ ወሲኽና እኒኦ ማለት እዩ ብጣዕሚ ተንቕርሽሲ ስውየን ይነዓቅ ኣለዋ ስለዚ ካብቲ ባንኪ ሓደ ልሃብካ ሓደ ናቀነሳ ብኡ ወርሒ ተእቲ ብኡ ወርሒ ትቅንስ ለለብኡ ክልተ ወርሓሙ ካብቲ ኮን ቅርሺ ለለካ ኣብ ባንኪ ኣሕዋተይ መዓረይ ተጠቀምሉ ሓደ ነጥቢ ኣርባዕተ ኩሓ ምርካብ ማለት ብጣዕሚ ብጣዕሚ እዚ ከዚ ኣነ ቅድሚ ከዚ ለቂቆ እየ ነይረ እየ እስካብ ክልተ ነጥቢ ሓደ ነጥቢ ሸሞንተ እዮም ዳልዎ ነይሮም እስካብ ሓደ ነጥቢ ሸሞንተ እውን ልገዝኣ ኣለዋ ኣነ ልፈልጠን ማለት እዩ ረእይዎ እሞ እስካብ ካብ ሓደ ነጥቢ ሸሞንተ እስካብ ኣርባዕተ ሚእቲ ምቅናስ ሲ ታሪኹም ኳ ትሓስብዎ እስኪ እንታይ እዩ ሃመ እዩ ብቻ ግን ለሃገርና ሙሉእ ሰላም ይግበረና እቲ ቦታ ኩሉ ነገር ግዜ እዩ ዝውስኑ ኣሕዋተይ ከምቲ ልወልኩኩም ክኻብርለክ ክኽእል ክቅንስለክ ክኽእል እሱና ግዜ ግዜ እንደልዩ ነገር ለመረካ ግዜ እዩ ዝውስኑ ስለዚ ብቻ ከይተምልጠልኩም እዛ ቦታ እዚኣ ትማሊ ሓበሬታ መፅያትን ኣሕዋተይ መዓረይ ኣብዚ ሕዚ ሰዓት እስካብ ሸውዓተ እስካብ ሸሞንተ ካርታ ለለዎ ቦታ ምርካብ ማለት ብጣዕሚ ደስ ዝብል እዩ እና ቅርሺ ዘለኩም ኣሕዋተይ ግድን ሓደ ነጥቢ ሓሙሽተ ወይ ድማ ሓደ ነጥቢ ኣርባዕተ ዘይሓፅቡስ ሃመይ ገይረ ቦታ ክገዝእ ኢልክን ኣይትጨነቃ በተለይ ኣብ ስደት ዘለክን ተጠቐማሉ ሕዚ ብዓዲ ጉድም ገፅ ቃደም ዓዲ ጉድም ብጣዕሚ እዩ ዝፍቶ ነይሩና ናይ ዕዳጋ ቦታ እዩ ሰሪሕካ ትወልዐሉ እዩ ብጣዕሚ እዩ ደስ ልብል ልበሃል ቦታታት ነይሩ እቲ ዓዲ ጉዶም ልበሃል ማለት እዩ ሕዚ ኣብ ዓዲ ጉዶም ክልተ ሚእቲ ካሬ እስካብ ሸውዓተ እስካብ ሸሞንተ እዩ ዝርከብሉ እስካብ ሸውዓተ ሸሞንተ ኩሉ ግዜ ከምዚ ኣክብለክን ከለኹ ግን ኣበይ እኒኦ ስልኪ ኣበይ እኒኦ ስልኪ ስልኪ ለይትብና በዓልና ንድውል ድሕር ካርታ ዘለዎ ኮይኑ ስልኪ ንገዝእ ደሊና ልተብላኒ ኣሕዋተይ ስለለለኽን ኣነ ኩሉ ግዜ ድማ ስልኪ የቕምጥ እየ ሃመይ ገርኩም ከም ትሪእዎ እንድዒ ዝሮ ዝሮ ግን ስልኪ ጸሓፍልና ስለልትውኒ ኩሉ ግዜ ይጽሕፈልኩም እየ ላኡ ደውልኩም ብደንቢ ገርኩም ክትረዳድኡ ትኽእሉ ኢኹም ሸውዓተ ሸሞንተ ሚእቲ ይኸውን ኣሎ እዩ ኣብ ከተማ ዓድጉዶም ኣብ ከተማ ኩሓ ግን ካብ ሓደ ነጥቢ እስካብ ኣርባዕተ ካብ ሓደ ነጥቢ ሓሙሽተ እዩ ዘሎ እምበይ ዝሓደ ነጥቢ እዚ ሸሞንተ ሚእቲ እዚ ትሽዓንተ ሚእቲ ሂብኻ የለይ ማለት እዩ ኣብ ከተማ ኩሓ ከምቲ ትርእይዎ ኣለኹም ርእይዎ እዚ ሃፍታም ናይ ሃፍታም ትምህርቲ ቤት እዩ ዝሰርሖ ኣለና ብጣዕሚ እዩ ደስ ዝብል ናይ ሎማዓንቲ ብደና እዚኣ ትመስል ነይራ ኣሕዋተይ ማዕረይ ተመችኩም ተኾነ ከዓ ሼር ላይክ ግበሩ ምክንያቱ ልኣኻቶም ሒዘ እየ ልበራታ ዓብሉ ደለኹም ቦታ ከምፀልኹም እየ ኣብዚኣ ክፍለየኩም እየ ባይ ባይ